ሰላም ጥዕና ይሃበለይ ተመልከትትና እዚ ኩሉ ግዜ በዚ ሰዓት ንኣኹም ዝበጽሕ መደብ ደሃይ እዩ ኣብ መደብ ደሃይ ኣብ ዝሓለፉ እዋናት ካብ ዝተፈላለዩ ኣጋይሽ ኣብ ዝተፈላለየ ርእሰ ጉዳያት ኣድሂብና ንኣኹም እናበልና ምጽናሕና ዝፍለጥ ጉዳይ እዩ ሐዚ እውን ኣብ ቀይሕ ባሕርን ዓብይ ግድብ ሕዳሰን ተተሓዝቲ ጉዳያትን እናልዐልና ምሳኹም ጻንሒት ክህልወና እዩ ጋሻ እውን ኣለና ጋሻና ኣይተ ያሲን ኣሕመድ ባዕጋይ ፕረዚደንት ባቡል ዲፕሎማሲ ኢትዮጵያውያን ኣብ ስዊድን እዮም ዝኾኑ ኣብ ቀዳማይ ክፋል ስለ ቀይሕ ባሕርን ተተሓዝቲ ጉዳያትን ከምኡ እውን ፍትሓዊ ሕቶታት ኢትዮጵያን ኣድሂብና ናባኹም ክነብልና ሰናይ ምክትታል ክኾነልኩም ይምነ። ኣይተ ኣይሲን ኣሕመድ ባዕጋይ እንኳዕ ደሓን መፁ።
ክቡር ሓወይ ምሩፅ እንኳዕ ዳሓን ፀናሑ የቀንየለይ ናይዚ ዝዓደምካኒ ኣብ ናይ OBN ሆርን ኣፍሪቃ። ትግርኛ። እወ ንሕዚ ኣብ ጉዳይ ቀይሕ ባሕሪ ብፍላይ ከዓ ናይ ኢትዮጵያ ፍትሓዊ ተጠቃምነት ሕቶ እናሓተተት'ያ ዘላ። ብዝተፈላለዩ መንገድታት እውን እዚ ሕቶ እናካየደቶ እያ ትርከብ። ካብኡ ብዝሓለፈ እውን ኣብ ጉዳይ ዓብዪ ግድብ ሕዳሰን ተተሓዝቲ ጉዳያትን እናልዐልና ናብ ተመልከትና ኣጻንሒት ክህልወና እዩ። ምናልባት ኣብ ቀዳማይ ክፋል ኣብዚ ናይ ጉዳይ ቀይሕ ባሕርን ተጠቃምነት ኢትዮጵያን ከምኡ እውን ናይዚ ዞባ ሃገራት ከ ነዚ ሕቶ እዚ ከመይ እየን ክርእይኦ ለለወን ወይ ከዓ እንታይ ዓይነት ግብረ መልሲ እየን ክህባሉ ለለወን እናበልና ጻንሒት ክህልወና እዩ። ደጊመይ ጋሻይ ስለ ልኾኑ እናመስገንኩ ናብ ቀዳማይ ሕቶ ክሓልፍ እየ። ዝተፈላለያ ሃገራት ብሄራዊ ጥቕመኣን ንምሕላው ናይ ኢኮኖሚ ተጠቃምነተን ከምኡ እውን ናይ ፖለቲካዊ ተሰማዕነተን ተደማጽነተን ንምውሳኽ ከምኡ እውን ናይ ሚሊተሪ ቤዘን ወይ ኸዓ ሓያልነተን ንምውሓስ ዝተፈላለዩ ምንቅስቓሳት እናገበራ እየን ዝርከባ። ካብኡ ብዝሓለፈ ኢትዮጵያ እውን ከም ዝፍለጥ ሓደ እዋን ናይ ቀይሕ ባሕሪ ኣካል ኮይና ናይ ሚሊተሪ ቤዝ እውን ዝነበራ ሃገር እያ። ናይ ሓይሊ ባሕሪ እውን ካብቶም ኣለዉ ዝበሃሉ ሓይሊ ባሕሪ ሃኒጻ እውን እናተንቀሳቐሰት ዝጸንሐት ዓዲ እያ። ከም ኣጋጣሚ ብዝተወሰነ ኣካላት ወይ ከዓ ዝተወሰኑ ናይ ታሪኽ ስሕተታት ብዛጋጠመ እቲ ካብቲ ናይ ቀይሕ ባሕሪ ተጠቃምነት ተገሊላ ፀኒሓ ንዝሓለፉ ሰላሳ ዓመት እና ሕዚ ኢትዮጵያ ናብዚ ተጠቃምነት ናይ ቀይሕ ባሕሪ ኣካል ንምኳን ዝተፈላለዩ ሕቶታት እናካየደተ ዘላ ኣብዚ ሕዚ እዋን ብፍላይ ከዓ ፍትሓዊ ተጠቃምነት ብዲፕሎማሲያዊ ብሂብካ ምቕባል እናካየደታ ዘላ እና እዚ ሕቶ እዚ ዘለዎ ኩነታት ኢትዮጵያ እናኸደቶ ዘላ ክያዶን መንግስቲ ኢትዮጵያ እናካየዶ ዘሎ ናይ ሕቶ ተጠቃምነት ቀይሕ ባሕርን ከመይ እዮም ዝርእይዎ? ብጣዕሚ ኣገዳሲ ሕቶ እዩ። መልሲ ድማ ከምቲ ንሕና ተዓዘብቲ ከም ናይ ፖለቲካ ተንተንቲ ንሪኦ እቲ ሓድሽ ፖለሲ እቲ ሓድሽ ፎረን ፖለሲ ናይ ኢትዮጵያ ናይ ውጪ ጉዳይ ፖለሲ ኢትዮጵያ ዝነደፈቶ ትኽተሎ ዘላ ንሱ ድማ ብቀዳምነት እቲ ፓዮሪቲ ንገራውቲ ናይ ኣፍሪ ናይ ናይ ኢትዮጵያ ገራውቲ ጽቡቅ ዝምድና ጽቡቅ ድፕሎማሲያዊ ርኽክብ ኣብ ሓበራዊ ራብሓ ተሞርከሰ ኢዩ ካብዚ ተበጊሳ ኢትዮጵያ ምስ ናይ ዓለም ርኽክብ ዘለዋ ድፕሎማሲ ካብ ቀርኒ ኣፍሪቃ እዩ ዝጅምር። ንስኻ ኩሉ ግዜ ኣብ ኢትዮጵያ ሕጂ እቲ ምዕባለ እቲ ሕዳሰ እዚ ድሕሪ ክቡር ጠቕላይ ዶክተር ኣብይ ኣሕመድ ምስ ተመረጹ ማለት እዩ እቲ ለውጢ መጺኡ ዘሎ ሪፎርም ናይ ብልጽግና ለውጢ መጺኡ ዘሎ ኣብ ኢትዮጵያ ኣብ ኢትዮጵያ ሪፎርም ተገይሩ ለውጢ ተገይሩ ካልኣይ ደረጃ ድማ ምስ ንሕና ኢትዮጵያውያን ምስ ነብስና ተዓሪቕና ምስ ገራውትና ክንዕረቕ ከምኡ ውን ምስ ናይ ህዝቢ ናይ ዓለም ምስ ካልኦን ሃገራት ክንዕረቕ ማለት ስለዚ እቲ ናይ ዕርቂ ፖለቲክ መፂኡ ዘሎ ኣብ ሓድሽ ዲፕሎማሲ ናይ ኢትዮጵያ ዲፕሎማሲ ውጭ ጉዳይ ፖሊሲ ተመርኮሰ እዩ ንሱ ድማ ኣብ ናይ ሓበራዊ ረብሓታት ኮመን ኢንትረስት ካብዚ ተበጊሱ ቀርኒ ኣፍሪቃ ኢትዮጵያ ምስ ናይ ቀርኒ ኣፍሪቃ ዝምድና ዘለዋ ናይ ታሪኻዊ ናይ ባህላዊ ናይ ቁጠባዊ ናይ ጸታዊ ኩሉ ርኽክብ'ዚ ንዕኡ ብሓድሽ መንፈስ ንክተርር ንክድልድል ህዝብ ንህዝብ እውን ናይ ዱፕሎማሲ ርኽክብን ናይ ኦፊሻላዊ ዱፕሎማስን ካብዚ ተበጊሳ እቲ ሕጂ ናይ ቀይሕ ባሕሪ ሓድሽ ከም ሓድሽ ሕቶ ግን ብሓድሽ መንፈስ ብሕጋዊ ኢትዮጵያ ታሪኻዊ መብቲ ኣለዋ። ኣብ ቀይሕ ባሕሪ ኣብ ግዜ ናይ ኣክሱም ኪንግደም ኣብ ግዜ ናይ ተፋለለየ ናይ ኣቤሲንያን ኪንግደም ኢትዮጵያ ነዚ ቀይሕ ባሕሪ ኣብ ናይ ቀይሕ ባሕሪ ኣብ ናይ ኢትዮጵያ ንግስነት ቁጽጽር እዩ ነሩ እዚ ቀይሕ ባሕሪ እዚ ኣብ ትሕቲ ናይ ኢትዮጵያ ንግስነት ኣብ ግዜ ካብ ኣክሱም ኪንግደም ዝጀመረ ስጋብ ሽሕን ትሽዓተ ሚእትን ሰላሳን ሽሕን ትሽዓተ ሚእትን ተስዓን ሰለስተንስ እዚ ቀይሕ ባሕሪ ኣብ ናይ ኢትዮጵያ ቁፅፅር እዩ ነይሩ። ሕጂ ካብዚ ተበጊሳ ኢትዮጵያ እዚ ሕጂ እቲ ሓሳባ ዝመዘሉ ሓደ ናይ ቀይሕ ባሕሪ ሕቶስ ብሰለስተ መገዲ ክንሪኦ ኣለና፣ ብሰለስተ ሸነኻት ክንሪኦ ኣለና፣ ብሰለስተ ኣንግል ሓደ እቲ ቀዳማይ ኣንግል እንታይ እዩ ንሱ እቲ ናይ ታሪኻዊ መብቲ ኢትዮጵያስ ታሪኻዊ መብቲ ኣለዋ ካልኣይ ድማ ኢትዮጵያ ንምንታይ እላ ላንድ ሎክ ኮይና ወደብ ዘይብላ ድማ እዚ ናይ መግዛእቲ ናይ ምዕራብውያን መግዛእቲ ንኣፍሪቃ ዝመቃቀላ ንቀርኒ ኣፍሪቃ መቃቂሉ ንጠቅሞም ኢሎም እቶም ናይ ምዕራብውያን ሓይሊታት ናይ ጥልያን ይኹኑ ናይ ፈረንሳ ይኹኑ ዓዲ እንግሊዝ ዝተፈላለየ ናይ ምዕራብውያን ሓይሊ ናይ ኤሮፓውያን ሓይሊታት ንኣፍሪቃ ንዓለም ክገዝኡ ከሎ እቲ ንግስነት ነበረ፣ እቲ ኢምፓየር ነበረ መቓቒሎም ኣብ ኣብ ኣብ ናይ በርሊን ኮንፍራንስ እቲ ተፈላለየ ጸጋታት ዘሎ ተፈላለየ ዘሎ ንዓኣቶም ከም ዝጠቕሞም ስለ ዝመቐልዎ ኣፍሪቃ እዚ ሓደ ውጽኢት ናይ ምዕራባውያን መግዛእቲ እዩ ንኢትዮጵያ ባሕሪ ከምዘይ ወደብ ናይ ባሕሪ ከምዘይህልዋ ዝገበርዋ ማለት እዩ ስለዚ እዚ ማን መይድ እዩ እዚ እዚ ኢትዮጵያ ኮነት ቐይሕ ባሕሪ ዘይብላ ተፈጢራ እውን ድማ ከምኡ ነራ እዚ ብናይ ጂኦ ፖለቲክ ለውጢ ዝመፀ እዩ ናይ ምዕራብያን መግዛእቲ ዝመፀ እዩ እዚ እዚ ካልኣይ ኣንግል ሳልሳይ ኣንግል ወላ ሕጂ እቲ ዘሎ ከምቲ ዘሎ ጂኦ ፖለቲክ ሪኢና ተፋልለ እዘን ሃገራት ናይ ልኣላውነተን ተኸቢሩ ጽቡቅ ጉርብትና ምስ ኢትዮጵያ ናይ ግድን እዩ ሕጂ ኣርባዓ ሃገራት ኣለዋ ኣብ ዓለም ላንድ ሎክ ባሕሪ ወደብ ዘይብለን ግን ብናይ ሕጊ ናይ ዓለም ድማ እተን ሃገራት ናይ ባሕሪ ወደብ ዘይብለን መብተን እዩ ኣክሰስ ናብ ባሕሪ ክህልወን ስለዚ ምስዚ ሰለስተ እዚ ሸነኻት ኣንግል እንድሕር ተሪኢናዮ ኢትዮጵያ ጥራይ ሕጂ ኣክሰስ ንባሕሪ ትሓትት ነዛ ዛላ ናይ ታሪኻዊ መብታ እያ እውን ንክትመልሶ እያ ትሓትት ዘላ ሳልሳይ ድማ ናይቲ ናይ ምዕራባውያን መግዛእቲ ስሕተት ዝገበረ ድማ ንዕኡ እያ ተስተኻኽሎ ዘላ። እቲ ሳልሳይ መብቲ ድማ ከም ላንድ ሎክ ኮይና ኢትዮጵያ መብታ እዩ ኣክሰስ ክህልዋ ናይ ህላውነት ስለዝኾነ ሕቶ is to be or not to be እዚ ሕቶ እዚ ጥራይ ናይ ኢትዮጵያ ናብ ኣክሰስ ባሕሪ ናብ ወደብ ክህልዋ ኣይኾነን ናይ ኢትዮጵያ ሃላውነት ጸታዊ ቁጠባዊ ሃላውነት ኣብ ቀይሕ ባሕሪ ተመርኮሰ እዩ ኢትዮጵያ ቀይሕ ባሕሪ ክንህልዋንስ ናይ ኢትዮጵያ ሕቶ ኣክሰስ ክህልዋ ናብ ቀይሕ ባሕሪ ምስ ናይ ኢትዮጵያ ሃላውነት ተተሓዘ እዩ ስለዚ ካብዚ ተበጊስና እንድሕር ከም ምእተዊ እዚ ትንታነ ክህብ ዝደሊ ሕጂ ኣብ ዘሎ ሕጂ ፖለሲ ኢትዮጵያ ኣብ ናይ ሕዳሰ ግድብ ተሪኢና ብጣዕሚ እቲ ፖለቲካ ተዓዊት ማለት ዕውት ፖለቲካ ዕውት ፖለሲ እቲ ናይ ኢትዮጵያ ዲፕሎማሲስ ናቱ ዓወት ውፅኢት እንታይ ሪኢና ናይ ሕዳሰ ግድብ ክንምለሶ ኢና ግን ካብቲ ናይ ሕዳሰ ግድብ ዱፕሎማሲ ናይ ኢትዮጵያ ዱፕሎማሲ ኦፊሻል ዱፕሎማሲ ፓፕሊክ ዱፕሎማሲ ዓወት ዘመዝገበቶ ኢትዮጵያ ካብኡ ተበጊስና ናይ ቀይሕ ባሕሪ ሕቶ ድማ ናይ ጊዜ ሕቶ እዩ እምበር ኢትዮጵያ ክትዕወት እያ ኣክሰስ ክህልዋ ኣብ ቀይሕ ባሕሪ ጥራይ ናይ ቁጠባዊ ከይኮነስ ናይ ፀጥታዊ ፐርፐስ ናይ ፀጥታዊ ዓላማ ንምንታይ ኢትዮጵያ ኣክሰስ ኣብ ቀይሕ ባሕሪ ክህልዋ ከሎ ሓደ ሓንቲ ካብተን ቀንዲ ሓይልታት ኣብ ንቀይሕ ባሕሪ ናይ ቀይሕ ባሕሪ ጸጥታዊ ሕቶ ወይ ናይ ቀይሕ ባሕሪ ትካላኸል ሓይሊ ኢትዮጵያ ክትኸውን ንሪኦ ኣለና ሕጂ እቲ ቅልውላው ኣብ ቀይሕ ባሕሪ ዘሎ መብዛሕተን ሓገራት ብፍላይ ኣብ ኣፍሪቃ ሃገራት ዘለወን ስጋብ ብቅዓት የብለን ብናተን ጂኦ ፖለቲካ ብብዝሒ ህዝቢ ይኹን ብብቅዓት ይኹን ብናይ ተሞክሮ ይኹን ከም ኢትዮጵያ ዝዓበየት ሃገር ስለዝኾነት ምስ ሶማል ተዋዲርናዮ ምስ ኤሪትሪያ ተዋዲርናዮ ምስ ጁቡቲ ምስ ሱዳን ኢትዮጵያ ዓቢ ጊዴ ክትጻወት ክትኽእል ኢያ ዓቢ ጊዴ ኣለዋ ኣብ ናይ ሓንቲ ካብተን ናይ ቀይሕ ባሕሪ ሓይልታት ጊዴ ክትጻወት እዚ ዓቢ ዓቢ ጊዴ ስለ ዘለዋ እዚ ጊዴ እዚ ድማ ብናይ ዓለም ሓይልታት ተመጺና ብናይ ኣመሪካ ብናይ ምዕራባውያን ብናይ ራሻ ብናይ ቻይና ብናይ ኤሮፓውያን እዞም ዓቢ ሱፐር ሓይልታት ናይ ኢትዮጵያ ግዴ ብጣዕሚ ይርድኦም እዩ ኢትዮጵያ ውን ዓቢ ግዴ ከም ትሳተፍ ናታ ምስታፍ ኣብ ናይ ጸጥታዊ ናይ ቀይሕ ባሕሪ ጸጥታዊ ዓቢ ግዴ ከም ዘለዎ ጥራይ ተጠቅሚንታይ ናይ ሓበራዊ ጥቅሚ ናይ ዓለም ንግዲ ብቀይሕ ባሕሪ ስለ ዝሓልፍ ሰላሳ ኣርባዓ ካብ ሚእቲ ናይ ዓለም ንግዲ ብቀይሕ ባብል መንደብ ዝብሃል እዚ ባብል መንደብ ድማ ብጣዕሚ ቀረባ እዪ ንእቶጵያ ማለት እዪ ሓምሳ ኪሎምትር እዪ እቶጵያ ካብ ቀይሕ ባሕሪ ርሕቀት ሓምሳ ኪሎምትር እቲ ፍልልይ ኣብ ሞንጎ እቶጵያን ቀይሕ ባሕርን ስለዚ እተን ናይ ዓለም ሓይሊታት እውን ዓብዪ ዓብዪ ግደ ኢትዮጵያ ከም ዘለዋ ይርድኦም እዩ። ከምኡ እውን እቶም ናይ ዞባታት ኖም ናይ ሬጂናል ፓወር ናይ ሱፐር ፓወር ደገፍ ኣለዋ ኢትዮጵያ ኣክሰስ ክትረክብ ቀይሕ ባሕሪ ከምኡ እውን ናይቶም ዘባዊ ሓይሊታት ከም ቱርኪ ከም ኢራን ከም ኢንድያን ከም ብዙሓት ሓይሊታት ከም ጎልፍ ስተይት ትፈልጥ ኢካ ቀይሕ ባሕሪ ኣብ ክልተ እዩ ዝምቀል በዚ ናይ ጎልፍ ስተይት ናይ ሃገራት ዓረብ ከምኡ ወን ሃገረት ኣፍሪቃ ስለዚ ምስ ናይ ዝምድና ናይ ናይ ፕልትካዊ ፕልትካዊ ኣላይንስ ፕልትካዊ ልፍንቲ ኣብ ሞንጎ ሃገራት ዓረብ ኣብ ቀይሕ ባሕሪ ከምኡውን ሃገራት ኣፍሪቃ ኣብ ቀይሕ ባሕሪ ምትሕባር ዓብይ ግደ ከምዘለዎ ኢትዮጵያ ተቐባልነት ኣለዋ ሓንቲ ካብቶም ናይ ቀይሕ ባሕሪ ሃገራት ክትኸውን ኣብ መጻኢ። ምናልባት ኣብዚ ከምቲ ልበልዎ ኣብዚ ዞባ ብፍላይ ከዓ ኣብቲ ናይ ቀይሕ ባሕሪ ዞባ ብዙሓት ዕጡቓት ሓይልታት እዮም ዘለዉ ብፍላይ ከዓ ን ብ ደረጃ ሸበርቲ ክብ ልተባህሉ ብዓለም እውን ለለዎ ኩነታት እዩ ዘሎ። ከም ን ብዓል ኣልሸባብ እውን ዝንቀሳቀሱሉ እዮም። ካብኡ ብዝሓለፈ እውን ኣብ ከባብታት የመን ሑቲ ኣሎ። ን ብዓል ሂዝቦላ እውን ኣብኡ ዝልንቀሳቀሱሉ ዞባ እዩ። ብፍላይ እዚ ናይ ቀይሕ ባሕሪ ካብቲ ናይ ናይ ንግዲ ምንቅስቃስ ብዘይነኣኣስ እውን ብዙሓት ዕጡቃት ሓይልታት ዝንቀሳቀሱሉ ዞባ ምኳኑ ዝፍለጥ ጉዳይ እዩ። ኣብዚ ኢትዮጵያ ናይዚ ባሕሪ ኣካል እንተኾይና ናብቲ ጸጥታዊ ጉዳይ እንታይ ዓይነት ኣስተዋጽኦ ክህሉ ይኽእል? ከም ዝፍለጥ ኢትዮጵያ ኣብቲ ናይ ምኽባር ዓቃብ ሰላም እውን ኣብ ቅድሚት ዘላ ዓዲ እያ። ካብኡ ብዝሓለፈ እውን ኣብዚ ዞባ ለሎ ፖለቲካዊ ትኩሳት እውን ክሃድእ ብሰላም ክፍታሕ እውን ግንባር ቀደም ኮይና ትጻወት ዓዲ እያ። ብዙሓት እጃሙ እናወፈየት መፂኣ ሰላም ንክኸውን እዚ ዞባና ናይዚ ቀይሕ ባሕር ኣካል እንተኾይና ምናልባት ኣብዚ ዞባ ክህሉ ልኽእል ናይ ፀጥታዊ ምዕባለታት እንታይ ክኸውን ይኽእል?
ኣነ ብወገነይ ኢትዮጵያ ከምዝብለ ዘለኻ ሕጂ ናይ ቀይሕ ባሕሪ ፀጥታዊ ብፍላይ ኣብዚ ናይ ሑሲ ከምኡ እውን ናይ ኣልሸባብ ዝተፈላለዩ ሓይልታት ነቲ ናይ ፀጥታዊ ባሕሪ ቅልውላው ዘሎ እዚ ንኩሉ ንዓለም ዳርጋ ናይቶም ዓበይቲ ሓይሊታት ኣብ ዞባ ሓይታ ዘለው ናይ ዓለም ንግዲ ኣብ ሽግር ኣብ ፀገም ከምዝኣተወ እዩ። ስለዚ ኢትዮጵያ እንድሕር ሓደ ኣካል ካብዞም ናይ ናይ ዞባዊ ናብ ቀይሕ ባሕሪ ዘለዋ ሓደ ኣካል ንሕቲ ኮይና ዓብይ ግደ ንክትፃወት ስታቢሊቲ ቅሳነትን ርግኣትን ንክትሳተፍ ኢትዮጵያ ዓብይ ግደ ኣለዋ ማለት እዩ። ስለዚ ሕጂ እውን ከምዝሪኦ ዘለና ሕጂ ተፈላለየ ሃገራት ኣብቲ ዞባዊ ዘሎ ምስ ኢትዮጵያ ናይ ሚሊተራዊ ምትሕብር ናይ ፀጥታዊ ምትሕብባር ዝካየድ ዘሎ ብፍላይ ኣብ ጎልፍ ስተይት ርኢናዮ ከምኡ ውን ብዙሓት ሃገራት ኣብ ኣብ ምስራቅ ኣፍሪቃ ኣብ ቀርኒ ኣፍሪቃ ኢትዮጵያ ዓቢ ግዴ ንክትጻወት ግዴ ከምዘለዋ እዚ ፍሉጥ እዩ ብናይ ኣብ ናይ ዓለም ሓይልታት ከምኡ ውን በቶም ናይ ሓይልታት ኣብ ዘባዊ ዘለዉ ንምንታይ ከምዝበልካዮ ንስኻ ኢትዮጵያ ከም ዋና ከተማ ናይ ናይ ኣፍሪቃ ከምኡ ውን ኢትዮጵያ ውን ተመክሮ ኣለዋ ነዊሕ ተመክሮ ኣለዋ ኣብ ናይ ሰላም ሓደ ካብ ናይ ፒስ ኪፐር ኣብ ናይ ኣፍሪቃ ይኹን ብናይ ሕቡራት መንግስቲ እውን UN ይኹን ኢትዮጵያ ዓብይ ብጣዕሚ ፅቡቅ ሲቪ ከም ዘለዋ ፅቡቅ ኣስተዋፅኦ ከም ዘለዋ ፅቡቅ ኮንትርቢሽን ምስታፍ ከም ዘለዋ ብዓለም ዝኣመነሉ ብናይ ስኩሪቲ ካንስል ከምኡ ብናይ ኣፍሪቃ ሕብረት ስለዚ ኢትዮጵያ ሕጂ እውን ኣብዚ ሓደ ነገር ክጠቅስ ዝደሊ ንኣብነት ናይ ቅድሚ ሕጂ ተዛሪብና ኣሎና ግን ካብቶም ናይ ዓበይቲ ሓይልታት ዘለዉ ኣብ ናይ ዕጥቅታት ዘለዎም ወይ ድማ ናይ ሚሊታራዊ ዕጥቂ ሚሊታራ ሚሊታር ቤዝ ዘለዎም ኣብ ጅቡቲ ተሪኢና እዚኣተን ከም ኣመሪካ፣ ከም ቻይና፣ ከም ፈረንሳ፣ ከም ዓዲ እንግሊዝ፣ ከም ኢታሊ፣ ከምቶም ካልኦት ሃገራት ዘሎ ኩሎም ምስ ኢትዮጵያ ጽቡቕ ርኽክብ ኣለዎም። ናይ መጨረስታ ሕጂ እንድሕር ንዝክር ተኾይንና ኣብ ጀንዋሪ ዝሓለፈ ናይ ፍራንስ ፕረሲደንት ማክሮን፣ ናብ ኢትዮጵያ ክመጽእ ከሎ ምስ ክቡር ጠቕላይ ኣቢይ ኣሕመድ ክራኸብ ከሎ ቅድሚ ናብ ኢትዮጵያ ምምጽኡ ብጅቡቲ እዩ ሓሊፉ ማለት እዩ። እቲ ንሱ ኣብቲ ስቴትመንት ዝሃቦ ንሕና ናይ ኢትዮጵያ ሕቶ ኣክሰስ ክህልዋና ብ ቀይሕ ባሕሪ ንድግፎ ኢና ስለዚ ፈረንሳ ከምኡ ክትብል ከላ ንፈልጥ ኢና ፈረንሳ ሓደ ካብተን ሓንቲ ካብተን ዓበይቲ ናይ ዓለም ሱፐር ፓወር እያ እሞ ኣብ ቀርኒ ኣፍሪቃ ድማ እቲ ሚሊተሪ ቤዝ ዘለዋ ኣብ ጅቡቲ ስለዚ ንፈልጥ ኢና ከምዚ ክብል ከሎ ሓደ መራሒ ሓደ ናይ ፈረንስ መራሒ ክብል ከሎ እዚ ንባዕሉ ሓደ ምልክት እዩ ሓደ ኢንዲኬሽን እዩ ከምኡ ውን ናይ ኣመሪካ ትራምፕ ፕረሲደንት ትራምፕ እቲ ኣረኣይ ኣብ ኢትዮጵያ ዘለዎ ውን ከምኡ ውን ናይ ቻይና ከምኡ ውን ናይ ራሻ ስለዚ ኢትዮጵያ ብጣዕሚ ዓብይ ደገፍ ኣለዋ ግዴ ውን ዓብይ ግዴ ውን ኣለዋ ኣክሰስ ኣብ ባሕሪ ክትህሉ ሕጂ እቲ እቲ መሰለን ንኣብነት ክጠቅስ ተኾይነ እቲ ቅድሚ ሕጂ ዝሓለፈ ሰንበት ኢትዮጵያ ናይ ናይ ፖሊስ ናይ ፈደራል ፖሊስ ክተኽብር ከላ ናይ ሚእትን ዓሰርተ ሽዱሽተ ዓመት ሽዑ እንታይ እንታይ መጀመርታ ግዜ እቲ ስቴትመንት ኩለና ዝረኣናዮ ዝሰማዕናዮ ማለት እዩ ንሱ እንታይ እዩ ኢትዮጵያ ሕጂ ናይ ቃላይ ዓብይ ግድብ ሕዳሴ ፖሊስ ሓይሊታት ንናይ ፖሊስ ንሕዳሰ ግድብ ምሕላው ፖሊስ ኣዋፊራ እዚ እንታይ የርእየካ ኣሎ ማለት እዩ ኣነ ብክልተ እየ ዝርእዮ እዚ ጥራይ ንሕዳሰ ግድብ ኣይኮነን ቅድሚ ሕጂ እውን ተመክሮ ነይርዋ ድሕሪ ናይ ኤሪትሪያ ናጽነት እቲ ናይ ሓይሊ ናይ ፖሊስ ናይ ፖሊስ ናይ ባሕሪ ፖሊስ ሓይሊ ነበረ ኢትዮጵያ ሂስትሪ ኣለዎ ታሪኽ ኣለዎ ማለት እዩ እቲ ኩሉ ናቱ ታሪኽ ናቱ ኣርሺቭ ኣብ ኢትዮጵያ ኣሎ ማለት እዩ ከም ኤክስፒርየንስ ከም ተሞከሮ ሕጂ ውን ነዚ ሓድሽ ናይ ቃላይ ዓቢ ሕዳሰ ግድብ ፖሊስ ሓይሊታት ክተዋፍር ከላ እዚ እንታይ ማለት እዩ ንቀይ ኣብ መጻኢ ውን ንቀይሕ ባሕሪ ሓደ ንቀይሕ ባሕሪ እያ ትዳሎ ዘላ ማለት እዩ ናይ ቀይሕ ባሕሪ ከም ዝበልኩኻ ናይ ፖሊስ ማሪን ፖሊስ ንክህልዋ ኢትዮጵያ ብናይ ሕዳሰ ግድብ ገይራ ትጅምሮ ኣላ ሕጂ ግን ኣብ መጨረስትኡ ግን ኢትዮጵያ ናይ ግዜ ሕቶ ስለዝኾነ ኣክሰስ ናብ ቀይሕ ባሕሪ ምስ ረኸበት ኢትዮጵያውን ዓብይ ግደ ኣብ ናይ ቀይሕ ባሕሪ ፀታዊ ዊን ናይ ቀይሕ ባሕሪ ተኸላኻሊት ናይ ቀይሕ ባሕሪ ፀታዊ ተኸላኻሊት ካብኣተን ሓንቲ ሓይሊ ኮይና ኣይትተርፍን እያ። ምናልባት ኣብዚ ብዙሓት ዓድታት ኾምዚ ከጋጥመን ተሎ ብፍላይ ኻዓ ብሂብካ ምቕባል ብዲፕሎማሲ ተጠቀምቲ ክኾና ንዕዘብ ኢና። ኣብ ዝሓለፉ እዋናት እውን ሓደ ሓደ ዓድታት እውን ናይዚ ብሂብካ ምቕባል እውን ተጠቀምቲ ወነንቲ ወደብ ዝኾናሉ ዕድል ኣሎ። ብፍላይ ኢትዮጵያ ኣብዚ ናይ ከም ህዝቢ ኣብቲ ናይ ፀጥታዊ ኩነታት እውን ለለዋ ኣስተዋፅኦ ከም ዝፍለጥ እዩ። እዘን ዓድታት እዚኤን ኣብዚ ዞባ ለለዋ ብፍላይ ከዓ ኣብቲ ናይ ዞባ ቀይሕ ባሕሪ ዘለዋ ኢትዮጵያ ሕቶታት ታልዕለሉ ዘላ ከባብታት ዘለዋ ዓድታት ንዚ ናይ ኢትዮጵያ ኣስተዋፅኦ ኣብ ግምት ብምእታው፣ ካብኡ ዝሓለፈ እውን ኢትዮጵያ ዓብዪ ሰፊሕ ዕዳጋ እዩ፣ ንእን እውን ንዕብየተን እውን ብጣዕሚ ወሳኒ እዩ፣ ኢትዮጵያ ኣካል እቲ ቀይሕ ባሕሪ ምስ ትኸውን ማለት እዩ፣ ስለዚ ኣብዚ ለሎ እቲ ናይ ኢትዮጵያ ተረባሕነት ከምዘሎ ኮይኑ ንዘን ዓድታት እውን ሓበራዊ ውህደት ወይ ከዓ ናይ ፖለቲካዊ ውህደት ናይ ኢኮኖሚያዊ ውህደት ከምዘሎ ኮይኑ እዚ ኣብ ግምት ብምእታው ብሂብካ ምቕባል ከመይ ክጸኣምሎ ኣለዎ? እዘን ዓድታት እዚኤን ከ ከመይ ሓገዝቲ ክኾና ኣለወን? ካብተን ካልኦት ዓድታት መጺኤን ከም ዝፍለጥ እዘን ስፐር ፓወርስ ዝበሃላ ኣብዚ ቀይሕ ባሕሪ ናይ ሚሊቴር ቤዝ ሃኒጸን ተጠቀምቲ ዝኾናሉ ዕድል ኣሎ እና ኢትዮጵያ ነዚ ዕድል እዚ ንኽትጥቀም እዘን ዓድታት እዚኤን ሓገዝቲ ዘይኾናሉ ምይንስ ከመይ?
ሕቶ፣ ኣነ ይብል እቲ ፀገም ዘሎ ኣብ ቀርኒ ኣፍሪካ ብፍላይ ኣብ ገለ ገለ ሃገራት ናይ መንግስታት ኣብ ቀርኒ ኣፍሪካ ዘሎ ሰኣን ጉድ ጋቨርነንስ ፅቡቕ ምሕደራ ፅቡቕ ኣካይዳ ፅቡቕ ፖለሲ ናይ ገለ ገለ መንግስታት ኣብ ቀርኒ ኣፍሪካ ስለ ዘየለ ንምንታይ እዩ ዘየለ ተኢልና ሓደ ዝተፈላለያ ሃገራት ኣብ ሃገረን ኣብ ዓደን ናይ ሰላም ናይ ድምክራሲ ናይ ልምዓት ፍሽለት ስለ ዘሎ እዩ ሓደ እዩ ካልኣይ ድማ ናይ ምትእምማን ምትእምማን ስለ ዘየለ ቀርኒ ኣፍሪቃ ንሕና ናይ ህዝቢ ናይ ቀርኒ ኣፍሪቃ ብባህሊ ተሪኢኻ ብቁጠባ ብባህላዊ ብመሰቦ ብኹሉ ተኣሳሲሩ እዩ ግን ምትእምማን ግን የለን ግንኸ ንኻልእ ሓይሊ ካብ ርሑቕ ዝመጸ ንዕኡ ግን እምነት ኣሎ ምትእምማን ኣሎ ከምዝበልካ ሕጅስ ዘናይ ሱፐር ፓወር ኣብ ቀይሕ ባሕሪ ኣብ ጅቡቲ ንክህልዋ መብዛሕተን ኩለን ናይ መንግስታት ናይ ቀርኒ ኣፍሪቃ ዘለዋ ኣሚነላኑ እመ ተሕዲረን ናይ ሓበራዊ ራብሓ ኣሚነን እዚ ነገር እዚ ተረኪቡ ማለት እዩ ስለዚ ንምንታይ ኣብ ሞንገእን ነንሕድኤንኸ ናይ ቀርኒ ኣፍሪቃ ሓበራዊ ሓይሊ፣ ናይ ሓባር ሓይሊ፣ ናይ ጸጥታዊ፣ ናይ ሓባር ጸጥታዊ ሓይሊ ዘይገብራ? ምትእምማን ስለ ዘየለ እዩ። ስለዚ ንምንታይ ምትእምማን ዘየለትልካ ኣነ ዝብል ሰለስተ ምክንያት ክኸውን ይህሉ እዩ፣ ሰለስተ ፋክተር ክህሉ ይኽእል እዩ። ሓደ ከም ዝበልኩኻ፣ እቲ ናይ ውሽጢ ምክንያት ኣብዘን መንግስታት ዘሎ ምትእማን ዝለየለ ማለት እዩ። ካልኣይ ፋክተር ማ ክኾን ይኽእል እዩ ካብ ወፃኢ ኣጀንዳ ናይ ወፃኢ ኣጀንዳ ብካልእ ሃገራት ኣብቲ ዞባ ዘለዋ ኣብ ካልእ ሃገር ዘለዋ ናተን ጣልቃ ኢድ ምእታው ዘን ኣብ ቀርኒ ኣፍሪቃ ሃገራት ዘለዋ ንከይሰማማዓ ንከይ ሕብረት ከይገብራ እቲ ህዝቢ ሽግር የብሉን ግን እቲ መንግስታት ግን ገለ ገለ ሃገራት ኣለዋ ኣንጻር ናይ ህዝበን ኣንጻር ናይቲ ዞባ ህዝቢ ዝሰርሓ ማለት እዩ ንምንታይ ናይ ወጻኢ ኣጀንዳ ስለ ዘለዎ እዩ ሳልሳይ ከ ኣነ ይብል ቪዥን ስለ ዘይለይ እቲ ሳልሳይ ምክንያት ናይ ልምዓት ናይ ሓባራዊ ልምዓት ኣጀንዳ ስለ ዘየለ ወይ ቪዥን ስለ ዘየለ ኣነ ይብል እዘን ኩለን መብዛሕቱ ሃገራት ኣብ ቀርኒ ኣፍሪቃ ዘለዋ እንድሕር ዘባዊ ልምዓት ክፍጠር ተኾይኑ ዘባዊ ምትእምማን ክፍጠር ኣለዎ ዝኾነት ሃገር ናሽናል ብባዕላ በዘይ ናይ ዘባዊ ምትሕባር በዘይ ናይ ቀጣና ምትሕባር ልምዓት ዝባሃል የለን ስለዚ ኢትዮጵያ ሕጂ እዚ ፖለሲ እዚ ሕጂ ከምዚ ፈርቀዳጅ ኮይና ከምዚ ፓዮኔር ኮይና ትርኢ ኣላ ማለት እዩ። ናይ ኢትዮጵያ ልምዓት ምስ ናይ ዞባዊ ናይ ቀርኒ ኣፍሪቃ ምስራቅ ኣፍሪቃ ልምዓት ተተሓዘ እዩ። ንምንታይ ንስኻ ምስ ገራውትኻ እንድሕር እቲ ናይ ንግዲ ናይ ሰብ ምንቅስቃስ እቲ ምትእሳር ናይ ቁጠባዊ ናይ ጸጥታዊ ናይ ባህላዊ ናይ ኩሉ ነገር እዚ ምትእሳር እንድሕር ተዘይገርካ ዝኾነት ሓንቲ ሃገር ጥራይ ብናይ ናሽናል ስትራተጂ ኣይትምዕብልን እያ። ኣነ ፍር ኤግዛምበል ክበካ ኣብ ስዊድን ይቕመጥ ኣለኹ ሰላሳን ሽዱሽተን ዓመት ገሩ ስዊድን ስዊድን ኣብነት ክበካ ምስ ኖርወይ ምስ ፊንላንድ ምስ ዳንማርክ ምስ ኤስትላንድ ዘን ሓሙሽተ ሃገራት ኖርዲክ ካንትሪ ዝበሃላ ረኣየን ንሕና በዘይ ፓስፖርት ንንቀሳቐስ ብኣይዲ ኣይዲ ካርድ ንምንታይ ለኣን እቶም መንግስቲ ህዝብን ናይ ህዝቢ ድልየትን ናይ መንግስታት ድልየትን ምትእስሳር ኾይኑ ናይ ሓበራዊ ጥቕሚ ናይ ረጅናል ኢንተግሬሽን ገይሮም ናይ ረጅናል ዲቨሎፕመንት ተሳማሚዖም ንሕና ክንምዕብል ተኾይንና ከም ሓደ ቀጠና ከም ሓደ ዘባዊ ኮይና ልምዓት ክንገበረላ ኢሎም ስለዚ ምትእሳር ገይሮም እዘን እዛ ናይ ኖርዲክ ካንትሪ ስካንዲናቪያን ዘለዋ ንኣብነት ክበካ ሕጂ ኣብ እዘን ካብዘን ሓሙሽተ ሃገራት ሰለስተ ሃገራት እየን ኣብ ዩሮፒያን ዩኒየን ኣብ ናይ ሕብረት ኣብ ኣውሮፓ ኣባላት ዝኾነ መን እየን ሰን ሽወደን ፊንላንድ ዳንማርክ ኖርወይ ኣብ ናይ ኤሮፓ ሕብረት የላን ኤስትላንድ ከምኡውን የላን ግን ትፈልጥ ኣብ ናይ ኤሮፓ ሕብረት ዘን ሰለስተ ሃገራት ንኖርወይ ናይ ኖርወይ ተጣበቅቲ እየን ናይ ኤስትላንድ ተጣበቅቲ እየን ቅድሚ ሽወደን ፊንላንድ ኣብ ናቶ ከይኣተዋ ኖርወይ ኣብ ኖርወይን ዳንማርክ እየን ኣብ ናቶ ነይረን ንሰን እውን ከም ናቶ ኣባላት ኖርወይን ዳንማርክ ናይቶም ኣብቲ ናቶ ኣባላት ዘይኣተዉ ናቶም ጸጥታዊ መብቲ ሓለውቲ ነይረን ንምንታይ ድሕር ሓንቲ ሃገር ኣብ ስካንዲኔቭየን ኖርዲክ ካንትሪ ድሕር ዝተከንፋ እዚ ንኩሉ እዩ ዝጸልዎ ናይ ኩለና ህላውነት እዩ ሕጂ ንሕና ንምንታይ ኢና ናይ ረጅናል ድቨለፕመንት፣ ናይ ረጅናል ኣተሓሳስባ፣ ናይ ዞባዊ ልምዓት፣ ናይ ዞባዊ ልምዓት ክብል ከሎ ተሸጋጋሪ ልምዓት ስለ ዝኾነ እዩኮ። ኢማጅን ክበካ ተኾይኑ መሰለ ኤግዛምፕል ክበካ ተኾይኑ ናይ ኤሪትሪያ ሕጂ ኣብ ኤሪትሪያ ብዙሕ ደሰታት ኣሎ ብዙሕ ናይ ቱሪዝም ኣብ ቀይሕ ባሕሪ በሎ ግን እዚ ቀይሕ ባሕሪ እዚ ምስ ኢትዮጵያ ምትሕባር ተዘይህሉ እንታይ ትርጉሙ መብዛሕተን ዘን ኣብ ቀርኒ ኣፍሪቃ ዘሎ ሃገራት ከም ኤሪትሪያ ኣብነት ተሪኢና ወላ ከም ሶማሊ ኣብ ሃገረን ፍሽለት ናይ ልምዓት ፍሽለት ስለ ዘሎ ምስተን ገራውተን ናይ ልምዓት ፕሮግራም ናይ ልምዓት ቪዥን ፖለሲ የብለን ማለት እዩ ግንኸ ምትሕባር ተትህሉኸ ዓሰርተ ካብ ሚእቲ ካብ ህዝቢ ናይ ኢቶጵያ ቱሪዝም ዓመት ዓመት በስ ንኢሪትሪያ ዓሰርተ ካብ ሚእቲ ሚእትን ሰላሳን ሚልዮን ተኾይኑ ህዝቢ ናይ ኢቶጵያ ዓሰርተ ካብ ሚእቲ ብዙሕ እዩ ብመላይን እዩ ዓሰርተ ካብ ሚእቲ ካብ ህዝቢ ናይ ኢቶጵያ እንድሕር ቱሪዝም ናብ ኢሪትራ ዝገብር ተኾይኑ ኢሪትሪያ ዓብይ እቶት ኣለዋ ብናይ ኢቶጵያውያን ቱሪዝም ግደፎ ናይ ካልእ ሃገር ብናይ ኢቶጵያውያን ቱሪዝም። እዚ ግን ንምንታይ እዚ ናይ ኣብ ኤርትራ ክምዕብል ዘይከኣለት ልምዓት ዘይተረከበ ንምንታይ ናይ ቱሪዝም ፖተንሻል ዘየለ ምትሕብባር ናይ ዞባዊ ምትሕብባር ስለ ዘየለ እዩ ከምኡ እውን ኤርትራውን ናብ ኢትዮጵያ መፅኦም ብዙሕ ነገር ኢንቨስትመንት ክገብሩ ይኽእሉ ከምኡ እውን ኣሕዋትና ሶማልያውን ብፍላይ ሶማልያውን ኣብ ቀርኒ ኣፍሪቃ ፍሉጣት እዮም ነገድቲ እዮም ቢዝነስ መን እዮም ሶማል ኣብ ኣብ ኬንያ ሕጂ ዓቢ ግደ ኣሎም ናይ ንግዲ ማለት እዩ ከሙኡ ውን ምትሕባር ተትህሉ ኣብ መንጎ ሶማልን ኢቶጵያን ቡዙሓት ኣሕዋትና ሶማል መጽዮም ኢቶጵያ ከሙኡ ውን ኢቶጵያውያን ሶማል ኣለው ብባህሊ ብቋንቃ ዝራከቡ ስለዚ ኢንቨስት ገሮም ንሶማልን ንኢቶጵያን ናይ ሓበራዊ ልምዓት ናይ ሓበራዊ ብዙሕ ነገር ዲቨሎፕመንት ምስ ተረኸበ ነይሩ። ስለዚ ናብቲ ሕቶኻ ክምለስ ኣነ ይብል ዘይምትእማን እዚ ናይ ናሽናል ፖለቲ ፖለሲ ስሕተት ስለ እዩ ስሕተት ስለ ዘሎ ማለት እዩ ሓደ እቲ ናይ ዘባዊ እውን እቲ ህዝብና ሕጂ ግን ኣነ ከመይ ክመፅእ ይኽእል ክንፈጥር ንዞባዊ ልምዓት ክንፈጥር ንኽእል ኣብ ቀርኒ ኣፍሪቃ እወ ይከኣል እዩ ህዝቢ ናይ ቀርኒ ኣፍሪቃ ኩሉ ተጽዕኖ ኣፍቶም መንግስታት ዘይተሓባበሩ ተጽዕኖ ጌሩ እዚ ፖለሲ እዚ ክቅይር ኣለዎ ህዝቢ ኢትዮጵያ ሕጂ ተጽዕኖ ጌሩ መንግስቲ ኢትዮጵያን ህዝቢ ኢትዮጵያን ሓደ ኢድ ኮይኑ ምስ ገራቡቱ ናይ ቁጠባዊ ናይ ጸታዊ ናይ ባህላዊ ልምዓት ንክተሓባበር ኢትዮጵያ ኢዳ ጻውዒት ጌራ ማለት እዩ። ስለዚ እንታይ ኢና ንጽበ ንሕና እተን ካልኦት ሃገራት ከምኡ ጻውዒት ክገብራ ምትሕባር ክህሉ ስለዚ ናይ ጸባዊ ናይ ዞባዊ ምትሕባር ወሳኒ እዩ እዚ እዚ ድማ እንታይ እዩ ዘድሊ እምነት እምነት ምትእማን ምፍጣር ናይ ዘባዊ ልምዓት ዋጋ ትርጉም ምፍላጥ ካልኣይ ድማ ምስተን ናይ ናይ ዓለማዊ ሓይሊታት ዘለዋ ኣብ ቀርኒ ኣፍሪቃ ንሕና ንሳተን ክንሰጎን ኣይኮናን ንሰን እውን ምስኣተን እውን ናይ ሓበራዊ ሓይሊ ከም ዘለዎ ግንኸ ከምቲ ነቲ ናይ ናይ ወጻኢ ሓይሊ ናይ ምዕራባውያን ሓይሊ ናይ ካልእ ሓይሊታት ኣብ ቀርኒ ኣፍሪቃ ዘለዋ ናተን መብቲ እቲ ናይ ሓበራዊ መብቲ ምስ ናይ ቀርኒ ኣፍሪቃ ሃገራት ዝኣመንናሉ ከምኡ ውን ነንሕዴና ከም ኣፍሪቃውያን ኣብ ቀርኒ ኣፍሪቃ ዘላ ህዝብን መንግስትን ናይ ግድን ናይ ውህደት ናይ ምትሕብባር ክንፈጥር ኣለና ንምንታይ ን ስጋብ መዓዝ ኢና ናይ ቀርኒ ኣፍሪቃ ንሕና ሃገራት ቀርኒ ኣፍሪቃ ቀይሕ ባሕሪ ቀይሕ ባሕሪ ናይ ህዝብን ናይ መንግስትን ጸጋ እዩ። ስለዚ ስጋብ መዓዝ ኢና ንሕና እቲ ቀይሕ ባሕርስ ብኻልእ ወጻኢ ሓይልታት ክሕለው? ንምንታይ ኢና ንሕና ከም ህዝቢ ከም መንግስታት ሓደ ኣካል ካብቲ ናይ ቀይሕ ባሕሪ ሓለውቲ ዘይንኸውን? ንርኢ ድማ ኣለና። ስንፈት ፍሽለት ናይዘን ኣብ ቀርኒ ኣፍሪቃ ዘለዋ መንግስቲ ክተሓባበራ ዘይደልያ ምስ እቶጵያ ናተን ፍሽለት ናተን ዘይምትእምማን እንታይ ገሩ ናይ ወጻኢ ሓይሊ ንቀይሕ ባሕሪ ከምዝመጽእ ገሩ ምሳና ክንዲ ዝተሓባበር ድማ ንዓና ነቲ ህዝቢ ዘሎ ነቲ መንግስታ ዘሎ ንክፈላልዮ ንሕንፍሽፍሽ ክፈጥር ይጽዕር ኣሎ ማለት እዩ። ከም ህዝቢ ኢትዮጵያ ከም መንግስቲ ኢትዮጵያ እዚ ናይ ባሕሪ ጥቕሚ ብዝግባእ ተረዲእናዮ ዶ ንብል? ምናልባት ኣብዚ ናይ ፖለቲካ ኣፈላላይ ከም ዘሎ ኮይኑ ኣብ ናይ ናሽናል ኢንተረስት ግን ብሓደ ንሕና ዓስለ ኣለና ከም ናይ ኢትዮጵያውያን እዚ ናይ ሓደ መንግስቲ ጉዳይ ኣይኮነን፣ ናይ ሓደ ውድብ ጉዳይ ኣይኮነን፣ ናይ ህዝቢ ጉዳይ እዩ፣ ናይ ታሪኽ ጉዳይ እዩ፣ ናይ ኢትዮጵያ ናይ ዘላቒ ጥቕሚ ጉዳይ እዩ እና ኣብዚ ከም ኢትዮጵያውያን ከም ኩለን ውድባት ፖለቲካ ክኾና ይኽእላ እየን፣ ኩለን ኣብ ኢትዮጵያ ዘለዋ ኢንስቲቱሽናት እዚ ናይ ባሕሪ ምህላይን ዘይምህላይንስ፣ ጥቕምና ጉድኣቱ ብዝግባእ ተረዲእና የድና ልብል ሓደ ሓሳብ እዩ። ካልኣይ ከም መንግስትን ህዝብን ሕዚ እናኸድናዮ ዘለና ክያዶኾ እኹል እዩ ምባል ዘይከኣል፣ መንግስቲ ኢትዮጵያ እኹል ክያዶ ከይዱ ኢሉ ምባል ይከኣል ልብል ኣሕጽር ኣቢሎም ይመልሱለይና ናብ ዝቕጽል ኢና ክንሓልፍ።
ሐራይ ጽቡቅ ኣለኻ ንሕና ከም ህዝቢ ኢትዮጵያ ያኒ እዚ ቀይሕ ባሕሪ እዚ ኩለና

ናይ ናሽናል ኣጀንዳ ፖሊሲ ተነዲፉ እዚ ንባዕሉ እዚ ካብዚ እውን ብምሁራት እውን ዝተፈላለየ ናይ ምሁራት ናይ ሪሰርች ሰንተር መፅናዕቲ ተገይሩ ኣነ ይብል ኦፍኮርስ ንሕና እዚ ቀይሕ ባሕሪ እዚ ናይ ኣክሴስ ናብ ቀይሕ ባሕሪ ዓብዪ ዓብዪ ዕድል እዩ ንዓና ከም ኢትዮጵያውያን ሓድነት ክፈጥረልና ካብ ሕዳስ ንግድብ ሕዳሰ ግድብ ተሞክሮ ስለ ዘለና እቲ ናይ ኢትዮጵያ ሕዳሰ ግድብ ሓድነት ስለ ዝፈጠረ ሓድነትና ድማ ሓድነት ሓደ ምስ ገበረና ሓድነት ምስ ፈጠረ ድማ እቲ ውፅኢት ናትና ኮንትሪቢሽን ድማ ንዓለም እእሚንናዮ ኢትዮጵያ እውን ዓብይ ስጉምቲ ዓብይ ዓወት መዝጊባ ማለት እዩ ሕጂ እውን ኦፍ ኮርስ ገለ ገለ ዕንቅፋት ሽግራት ከጋጥመና ይኽእል እዩ ንሱ ድማ እንታይ እዩ እሱ ኣብቲ ናይ ውሽጢ ናይ ፖለቲካ ናይ ኢትዮጵያ ዘሎ ናይ ተፈላለየ ናይ ዘርኢ ፖለቲክ ዘሎ ናይ ተፈላለየ ኣጀንዳ ዘሎ ንሱ ብሰላማዊ በቲ ናይ ሕጂ ብሄራዊ ዘተ ናሽናል ዳያሎግ መፂኡ ዘሎ ንሱ ተጠቂምና ናይ ውሽጢ ሽግር ክንፈትሖ ኣለና ግን እዚ ናይ ቀይሕ ባሕሪ እዚ ግን ኩላና ከም ኢትዮጵያውያን ሓደ እዩ ዝገብረና ንምንታይ ናይ ኢትዮጵያ ሃላውነት ስለዝኾነ ማለት እዩ ስለዚ እቲ ናይ ናሽናል ኣይደንቲቲ ከም ኢትዮጵያውን ክንሓሰብ ኣለና እምበር ከም ናይ ዘርኢ ፖለቲክ ከም ናይ ናይ ዘርኢ መንነት ኣይኮነን ንዓና ናይ ዘርኢ ምንነት እዚ ከም ዘሎ ተሓልዩ ናይ ብሄር ምንነት ግን ናይ ሃገራዊ ናይ ብሄራዊ ከም ኢትዮጵያዊ ማንነት ንሱ እዩ ኣብኡ ክነተኩር ኣለና እዚ ሓደ ኦፍ ኮርስ መንግስቲ ናይ ኢትዮጵያ ሕጂ ብጣዕሚ ዓብይ ጻዕሪ እዩ ዝገብር ዘሎ ግን ግን ሓደ ነገር ክንርድኦ ዘለና ሓንሳ ሓሳብ እቲ ንምንታይ እዩ መንግስቲ ናይ ኢትዮጵያ ስጋብ ሕጂ እቲ ናይ ኣክሰስ ባሕሪ ኣብ ቁልጡፍ ነገር ብዝቐልጠፈ ግዜ ብዝሓፀረ ግዜ ዘይፈትሖ ዘይ መፍትሒ ዘይረኸበሉ ከምታት ክንሓስብ ንኽእል ኢና እዚ ድማ ዘይምህዋኽ ንምንታይ ሓንታይ ኣሎ ሓደ ዝበሃል ስትራቴጂያዊ እንታይ ይበሃል ኢትዮጵያ ሕጂ ብናይ ሎንግ ተርም እያ ትሰርሕ ዘላ እዚ ናይ ቀይሕ ኣክሰስ ባሕሪ ጥራይ ብ ብናይ ኢትዮጵያውያን ኣይኮነን ዝፍታሕ ናይ ግድን ደገፍ ናይ ድፕሎማሲ ብናይ ዞባዊ ደረጃ ብናይ ዓለም ኣቀፍ ደረጃ ክኸውን ኣለዎ እዚ ድማ ዓብይ ስራሕ ትሰርሓሉ ኣላ ስለዚ ናይ ግዜ ሕቶ እዩ እምበር መንግስቲ ኢትዮጵያ ዝገብሮ ዘሎ ጻዕሪ ዓብይ ኮንትርቡሽን እዩ ዓብይ ኣስተዋጽኦ እዩ ኣብ መንጉኡ ኢትዮጵያ ክትዕወት እያ ዳኣኒ ህዝቢ ኢትዮጵያን መንግስቲ ኢትዮጵያን ሓደ መትከል ስለ ዘለዎ ናይ ቀይሕ ባሕሪ ሕቶ ናይ ግዜ ሕቶ እዩ። ተመልከትና ቀዳማይ ክፋል ብፍላይ እውን ናይ ጉዳያት ቀይሕ ባሕርን ቀጠናዊ ውህደትን ከምኡ እውን ኢትዮጵያ ኣካል ቀይሕ ባሕሪ እንተኾይና እንታይ ረብሓታት ሒዙ ክመጽእ ይኽእል ንዚ ዞባ ዝብል